ብዛዕባ ናይ ጀርመን ወረቐት እዩ መሊሰ ከምጽኦ ብርክ ክቕጻለ ሕቶ ናቱ እንዲ ዝመጻኒ ብብዝሒ ድማ ሼር በልዎ መታን ድሓር ከኣ እንታይ ክትብሊ ዘለኺ ከይብሉኒ ቀልጢፍኩም ሼር በልዎ ክጽበየኩም እየ ሓንሳብ ሼር ክትብልዎ እንታይ ክትብሊ ዘለኺ ከይብሉኒ ቀልጢፍኩም ሼር በልዎ ክጽበየኩም እየ ሓንሳብ ሼር ክትብልዎ እስከ ተራኔ ትሰምዑን ኣለኹም ሓደ ሓደ እስከ ግበሩ ሄድሴት ከዓ ረሲዐ ሕጂ ሓደ ሓደ ግበሩ ሓደ ሓደ እስከ ግበሩ ትሰምዑኒ ኦኬ መቸም ብዙሕ ግዜ ሕቶ ትመጻኒ እንታይ እያ እንድሕር ናይ ጀርመን ወረቐት ደልየ ስኒ ዕዳ እንድሕር ኣለኒ ስኒ ዓንቃፊ ድዩ ወይ ኣብ ሹፋ ናተይ እንድሕር ተባላሹ ስኒ ጸገም የምጻለይ ድዩ ቀዳማይ ነገር ከምዚ ኩሉ ግዜ ዝብለኩም እዚ ኣይተማሃርክዎን ብምንባብ እየ ዝፈልጦ ኩሉ እዚ ናይ ሕጊ ናይ ጀርመን እቲ ዘምጻልኩም ስኒ ያ እዚ ጽቡቅ ገይረ ይፍትሾ እየ ቅድሚ ዝኾነ ነገር ምባለይ ስለዚ ኩሉ ግዜ ኣብ ከምዚ ናትኩም ሓገዝ ከማን የድልየኒ እዩ ናትኩም ሓበሬታ የድልየኒ እዩ እዚ ሕቶ መጺኩም ዶ ነቲኦም ናይ ጀርመን ትሓቱ ዘለኹም ስኒ ዕዳ ኣለካ ድዩ ወይ ኣብ ሹፋ ጽቡቅ ዘየሎ ሹፋ ናትካ ጸገም ኣለካ ድዩ ኢሎምኻ ዶ ይፈልጡ እዚ እዩ እቲ ቀዳማይ ሕቶ ናተይ እዚኣ እንተትምልሱለይ ኣብቲ ዩቱብ ደስ ምስ በለኒ ከምቲ ኣነ ዝፈለጦ ግን ኣይሓትዃን እዮም ኖርማል ኣቫይዘ እንተ ሓቲቶምኻ ከዓኒ እንታይ እዩ እቲ ምክንያት ብርከ ኣብ ቪዛ ንሰብ ክተምፅእ እንድሕር ደሊኻ ንኣብነት ይሓትዃ እዮም ከምቲ ኣነ ዝፈልጦ ኣብ ናተይ ተመክሮ ከማን ዘለኒ ንሰብ ካብ ዝኾነ ካልእ ወጻኢ ካብ ጀርመን ክተምጽእ እንድሕር ደሊኻ ሓውኻ ድዮ ዘመድካ ድዩ ገለ እንታይ ዕዳ ከም ዘለካ እንታይ እቶት ከም ዘለካ ክንደይ ገዛ ክራይ ከም ትኽፍል ክንደይ ወጻኢ ከም ዘለካ ይሓቱኻ እዮም ኣብ ናይ ጀርመን ፓስፖርት ከኣ እንታይ እዩ እቲ ጉዳይ እስኻስ ነብስኻ ትኽእል ዲኻ ሰኸም ከይትኾኖም ወይ ነቲ ሰብ ብቪዛ ተምጾ ከኣ ሰኸም ከይኾኖም ኩሉ ግዜ ስኒ እቲ ናቶም ዕላማ ሓደ እዩ እስኻ ስኒ ነብስኻ ትኽእለሎም ዲኻ ወይ ጽባሕ ንግሆ ኣብ ካብ መንግስቲ ክትሓትት ኢኻ እሱ እዩ እቲ ቀንዲ ከምኡ ምሕታቶም ማለት እዩ ተረዲኹምኒ ሕጂ እንታይ ክብለኩም ይደሊ ኩሉ ግዜ ኣነ

ዕዳ የብለይን ክትብሎምስኒ ከቢድ እዩ ኮለካ ስለዚ ብቅንዕና ሓቂ ክትምልሶም ኣለካ ድማ እቲ ዕዳ ሓቂ ሓይሽ እንድሕር ደሞዝካ እኹል ኮይኑ ኣሸጋሪ ክኸውን ኣለዎ ማለት ኣይኮነን ድማ እቲ ዕዳኺ ናይ ምንታይ እዩ ኩሉ ግዜ ኣብ ከምዚ ከዓ እንታይ ኢኻ ቀዳማይ ነገር እቲ ዕዳ ክንደይ እዩ ናይ ምንታይ እዩ ደሞዝካ ከዓ ክንደይ እዩ ተረዲእኩምኒ ደሞዝካ ከኣ ላዕሊ እንድሕር ኮይኑ ኣሸጋሪ ኣይኮነን ሸሞንተ ሽሕ ዓሰርተ ሽሕ ዕዳ እንድሕር ኣለካ እንድሕር ደሞዝካ ታሕቲ ኮይኑ ሰማንያ ሽሕ ዕዳ እንድሕር ኣለካ ግን ኣሸጋሪ ክኸውን ይኽእል እዩ ብርከ ድማ ከኣኒ እቲ ስራሕ ከኣኒ እንታይ ዓይነት ስራሕ ትሰርሕ ስለዚ ስኒ ከምዚ ጠንቂ የምጻለይ ድዩ ጠንቂ ኣየምጻለይን እዩ ክትብሉኒ ከለኹም ንዓይ ከቢድ እዩ ኣነ በቲ ኣፍልጦ ዘለኒ ጀነራል ከማንስኒ ዝኾነ ዕዳ ኣብ ዝኾነ ከምዚ ሰብ ክተምጽእ ኮለኻ ድዩ ወይ ኣብ ዝኾነ ስኒ ኩሉ ክትመዝኖ ኣለካ ዕዳ ክትከፍሎ ትኽእል ኣሎ ሕጂ ንኣብነት ገዛ እንድሕር ገዚእኻ ልዕሊ ሰማንያ ሽሕ እንድሕር ኣለካ ዕዳ ከማንስኒ ከም ዕዳ ኣይቁጸርንዩ ፐርከቲ ገዛ ኣለካ ከምቲ ሕጃ ተረዲኩምኒ ዕዳ ኣይኮነን እቲ ገዛ ከኣ ኣብ ክንዲ ገዛ ክራይ ገዛ እቲ ክረዲት ትከፍል ኣለካ ስለዚ እትኒ ብጣዕሚ ፍልልይ ኣሎ ናይ ምንታይ ዕዳ እዩ ድማ ክንደይ ዕዳ እዩ ስለዚ ሓደ ሓደ እስከ ግበሩ እዚኦም ካርነቫል ኣብዚ ትሰምዕዎም ትህልዉ ኣብዚ ቀረባ ኢኻ ኣብዚ ከተማና ውሽጢ ክስታይ ኣሎ ካርነቫል ኣሎ ሕጂ እንድሕር ረቢሽኩም ንገሩና ሓደ ሓደ ግበሩ ተስፋ ይገብር ጽቡቅ ጌርኩም ትሰምዑና ኣጋጣሚ ሕጂ ከኣ ይቀርቡ ኣለዉ ናባና ሕጂ ድማ ፌስት ፈትራክ ድዩ ዘለካ ብትሳይት ኣርባይት ዲካ ትሰርሕ ኣውስቢልዱንግ ኣለካ ድዩ ቅድሚ ሕጂ ካልእ ቪድዮታት ሰሪሐ ነይረ ከመይ ገይሮም ከም ዝመዝኑካ ንኣብነት ብሕልፊ ኣብ ሳይት ኣርባይት እንድሕር ትሰርሕ ኮንካ ሓድሽ ሕጊ ዝብል ፕሌይሊስት ረኣይዋ እሞኒ ኣብኡ ብዝያዳ ኩሉ ሓበሬታ ኣለኩም ፐርከት ሳይት ኣርባይት እንድሕር ትሰርሕ ኮንካ ከማን ውሕስና ከም ዘይብሉ ይፈልጡ እዮም ኣውስቢልዱንግ ድሕር ዘይብልካ ከማን ውሕስና መጻኢ ከም ዘይብልካ ማለት ስኒ ከከም ዕድልካ እዩ እንድሕር ቀሊል ስራሕ ረኺብክ ብቐሊሉ ስራሕ ኣብ ጥቡቕ ዝኸፍሉ ፋብሪካ ረኺብካ ዕድል ኣለካ ማለት እዩ ግን ኣውስቢልዱንግ ድሕር ኣለካ ኩሉ ግዜ ዝያዳ ውሕስና ኣሎ ስለዚ ኣብ ከምዚ ጥራይ እንታይ ክብለኩም ይደሊ ከማኽረኩም ሓደ ጀርመን ጽቡቕ ዝኽእል ኮንኩም ኣብ ኢንተርነት ሕጂ ብብዝሒ እንታይ ትረክብ መሲልኩም ኡርታይለ ከምዚ ቅድሚ ሕጂ ፍርዲ ዝገበርዎ ፍርዲ ናይ ከምዚ ንኣብነት ሓንቲ ሕጂ ፍርዲ ዝረኸብኩ ኣብቲ ዩቲብ ከማን ክሰቕለልኩም እየ ከም ሓንቲ ሊንክ ሰብኣያ ናይ ጀርመን ወረቐት ደልዩ ኣንትራክ ገይሩ እሳ ከዓ እሱ ከዓ እስዑ እንታይ ኢሎሞ ብዝኾነ መኽኒ ብዝኾነ መገዲ በቲ ፎርሙላ ድዮም ብዝኾነ መገዲ ረኺቦም ኢንሶልቨንስ ከም ዘመልከተት ሰበይቱ ስኒ ቅድሚ ሕጂ ኢንሶልቨንስ ገይራ ነይራ ኢንሶልቨንስ ማለት ከዓኒ ባንክራፕት ኮይና ነይራ ባንክራፕት ማለት ከዓኒ ብትግርኛ በቃ ከሲራ ነይራ ኣብ ናታ ቢዝነስ ድዩ ወይ ኣብ ናታ ፕራይቨት ድዩ ክልተ ዓይነት ኢንሶልቨንስ እንድዩ ዘሎ ወይ ናይ ትካልካ ኢንሶልቨንስ ክህልው ይኽእልዩ ገቨያብሊሸ ኢንሶልቨንስ ይበሃል ወይ ድማ ናይ ውልቅኻ ኢንሶልቨንስ ክህልው ይኽእልዩ ፕሪቫት ኢንሶልቨንስ ይበሃል እዚ ኸኣ እንታዩ ጭራሽ ክትከፍል እንድሕር ዘይከኣልካ ልዕሊ ዓቕምኻ እንድሕር ኮይኑ ኩሉ ወይ እቲ ትካል ወላ ሓደ ወጻኢ መጻኢ እቶት እንድሕር ዘይምጻልካ ኮይኑ ገቨያብሊሸ ኢንሶልቨንስ ይበሃል ሕጂ ከምኡ ስለ ዝነበረ ኣብቲ ኣርቲክል ኣይነበረን ኣብቲ ፍርዲ ናይ ቤት ፍርዲ ፍርዲ እንድዩ ነይሩ እቲ ዘንበብክዎ ኣብኡ ክልጥፈልኩም እየ ባዕልኹም ክተንብብዎ ሕጂ እንታይ ይብል ነይሩ ሰበይትኻስኒ ኢንሶልቨንት ነይርዋ ባንክራፕት ኮይና ነይራ ክሳራ ነይርዋ ስለዚ ስኒ ናይ ጀርመን ወረቐት ኣይግበኣካን እዩ ኢሎም ነጺጎሞ ነዚ ሰብኣይ ማለት እዩ ሕጂ እሳ ከኣኒ ከሲሶም ማለት እዩ ኣብ ኣብ ኣኽን እዚ ናይ ኣኽን ቤት ፍርዲ እዮም ፈሪዶሞ እኹል ደሞዝ ስለ ሱም ንዕኡ ዝነበሮ እቲ ቤት ፍርዲ እንታይ ኢሉ ኦኬ ሰበይቱ ከምኡ ክሳራ ይሃልዋ እምበር ክስታይ እዚ እኹል ደሞዝ ኣለዎም እቲ ዕዳ ስኒ ወይ ያ መል ሓደ ዘተሓሕዝ የብሉን በቲ ናይ ጀርመን ወረቐት ብርከ እኹል እቶት ስለ ዘለዎ ኢሎም ናይ ጀርመን ወረቐት ረቲዕዎ ማለት እዩ ስለዚ እንታይ ብጠቕላላ ኩሉ ግዜ ስኒ ገለ ጠንቂ ከይትረኽቦ ናይቲ ወረቐት ናይ ጀርመን ይፍትኑ እዮም ኩሉ ግዜ ስገለ ክስታይ ማለት ዝዕንቅፈካ ዝኾነ ነገር ጠንቂ ኖኖ እስኻ ስኒ ጽባሕ ንኮ መን ይፈልጥ ንሕና መንግስት ከም መንግስት ክንቅልበካ ኣይንደሊን ኢና ጽባሕ ንኮ ከኣ ኣባና ከይትወድቕ ኢሎም ምኽንያት ጌሮም ናይ ጀርመን ወረቐት ክኸልኡኻ ይኽእሉ እዮም። ግን ኩሉ ግዜ እስኻትኩም ከኣ ባዕልኹም ኣነ ሕጂ በብሓደ ከምዚ ክምልሰልኩም ከቢድ እንድዩ ብብዝሒ ስለ ዝሓተትኩምኒ ሕጂ እዚኣ ፈትሸያ ኣብ ኢንተርነት እስኻትኩም ባዕልኹም በቲ ናትኩም ግዜ ወይ ምስ ካልኦት ከምኡ ሽግር ዘለኩም ብናይ ጀርመን ጽቡቕ ዝኽእል ኣብ ጥቓኹም ዘሎ ኣብ ኢንተርነት መዓት ኣሎ ማለትስ ቀጥታ ከማን ናብ ጠበቓ ክትከይድ ኣይድልየካን እዩ በርክ ብዙሕ ነገር ብኢንተርነት ክትመሃር ትኽእል ኢኻ ኣብ ከምኡ ጉዳይ እንድሕር ኣለኹም ንኣብነት ሽዑ እቲኣ ናይ ቤት ፍርዲ እቲኣ ናይ ቤት ፍርዲ ፍርዲ ትሰደሎም ነቲኦም ኦፊስ ኣብ ክንዲ ጠበቓ ሒዝካ ኮለል ትብል ናተይ ኬስ ከኸመይ እዩ ኣብ ክንዲ ትብል ክንደይ ፍርዲ ኣሎ ቅድሚ ሕጂ ዝተፈረደ ኣሎራ ምስቲ ናትካ ልክዕ ኬስ እንድሕር ይኸይድ ኮይኑ በሉ ኣብ ኣኽን መንግስቲ ጀርመን ቤት ፍርዲ ናይ ኣክም ከምዚ ፈሪዱ ስለዚ እቲ ናተይ ኬስ ከዓ ሓደ እዩ ስለዚ ስኒ ናይ ጀርመን እዩ ሓወይ ይቅሬታ ግን ኣብ እቲ ናይ ፍርዲ ዝብለኩም ዘለኹ ኣብ ኩሉ ዓዲ ከምኡ እዩ ዝኾነ ፀገም እንድሕር ኣለካ ቅድሚ ኩሉ ስኻ ናትካ ዕዮ ገዛ ክትገብር ኣለካ ኣብ ክንዲ ከመይ እዩ እንታይ እዩ ትብል ብሰበሰብ ጥራይ ወይ ቀልጢፍካ ጠበቃ ትሕዝ ክንደይ ኣሎ ኣብ ኢንተርነት ዝተፈረዱ ድሮ ኣብ ዝኾነ ኬስ ናትካ ኬስ ከምዝን ከምዝን ኣሎ እሞ ኢልካ ኣብ ካልእ ዓዲ ከማ ንስኻ ሕጂ ካበይ ኢኻ እዚኣ ናይ ሉክስምቡርግ ባንዴራ እያ መስለና ሓቀይ ኣብ ሉክስምቡርግ ከማን ከምኡ ኣብቲ ኢንተርነት ስኒ ናይ ኩሉ ቤት ፍርድታት ግን እንታይ ክትገብር ኣለካ ከምኡ ክትፍትሽ ኮለካ ኣብቲ ጉግል ከምዚ ኪወርድስ ክትህቦ ኣለካ ከምዚ እቲ ኩነታት ስኒ ብቁሩብ ቃላት ንኣብነት ቨን ኢሽ ሾልድን ሃበ ካን ኢሽ ትሮትስቴም ናይ ጀርመን ወረቐት ክረክብ እንድሕር ዕዳ ኣለኒ ናይ ጀርመን ወረቐት ይህቡኒ ድዮም ወይ ናተይ ሹፋ እንድሕር ተባላሹ ናይ ጀርመን ወረቐት ይግበኣኒ ድዩ ኢልካ ነቲ ጉግል ትሓቶ ሽዑ እሱ ኸኣ ወይ ድማ ኡርታይለ፣ ኡርታይለ ማለት ናይ ቤት ፍርዲ ፍርዲ እንድዩ፣ ቅድሚ ሕጂ ፍርድታት ዝነበረ ኢልካ ትሓትት ማለት እዩ፣ ሽዑ እስኻ ኸኣ እቲ ናትካ ኬስ ብቐሊሉ ብዘይ ጠበቓ ከማን፣ ኣብ ከምዚ ግን እንታይ እዩ ዘድልየካ እቲ ቋንቋ ብደንቢ ክትክእሎ ኣለካ፣ ማለትስ እዚ ኩሉ ግዜ እንድዩ ዝቐትል ቀንዲ ግን ቋንቋ እዩ፣ እስኻ እንድሕር ዘይትኽእሎ ኮይንካ ኸኣ ምስ ሓደ ጥቓኻ ዘሎ ኤርትራዊ ወይ ሓበሻ ክስታይ ጽቡቕ ጀርመን ቋንቋ ዝኽእል ክትሳተፉ ክትሓቱ ትኽእሉ ኢኹም ወይ ግሩፕ ፈጢርኩም ከኣ ብሓንሳብ ትደልዩ ማለት እዩ ትተሓጋገዙ ብሓጺሩ ኦኬ እዚኣ እያ ነይራ ቀንዲ እቲ ሰብ ሰብ ዲኻ ተምጽእ ሰበይትኻ ዲኻ ተምጽእ ወይ ዘመድካ ዲኻ ተምጽእ ወይ ናይ ጀርመን ወረቐት ዲኻ ትደሊ ዝኾነ ሰብ ናብዚ ዓዲ ዝመጽእ ናብ ናቶም ሰኸም ክኸውን ኣይደልይዎን እዮም ካልኣይቲ ሕቶ ዝመጻትኒ ከኣኒ ከምኡ ሰበይተይ ወይ ስድራቤት ጥርናፈ ክገብር እንድሕር ደልየስኒ ጸገም የምጻለይ ድዩ ናይ ክስታይ እዚ ዕዳ እንድሕር ኣለኒ ሕጂ ሎም መዓልቲ እዩ ከማን ሓቲትና ሓደ መጽ ኣብ ላይፍ ኢለዮ ኣለኹ ኣይሆፕ ኣብዚ ኣሎ እትሓውና ያህ ከምዚ ዝበልክዎ እዩ ዳርጋ ሓደ እዩ ማለተይ ስንስ ሰበይትካ ናብዚ ክትመጽእ ኮላ ከኣ ቆጥ ወይ ምስ ደቃ እንድሕር ኮይና ከኣ እንታይ እዮም ኩሉ ግዜ ዝሪኡ ኦኬ እዚ ሰብ እዚ ሲንግል እዩ ዘሎ ኣብዚ እዋን እዚ ንሲንግል ክንድዚ እዩ ዘድልዮ ኣብ ወርሒ ሌብን ሲሻሩንግ ደስ ሌብንስ ኡንተ ሃልት እዩ ዝበሃል ሲሻሩንግ ደስ ሌብንስ ኡንተ ሃልት ኢልካ ከኣ ኣብ ክስታይ ታቤለ ኣሎ ኣብ ኣብ ዩቱብ ኣብ ናይ ኣብ ጉግል ኦር ኣብ ኢንተርነት እ፣ ታቤላ ኣሎ እ፣ ክንደይ ንሓደ ሰብ ስኒ ክንደይ እዩ ዘድልየካ እ፣ ኣብ ወርሒ ተረዲኹምኒ እ፣ ንኣብነት ሰበይትኻ እንድሕር ትመጽእ ኮይና ምስ ሓሙሽተ ደቃ ኦፍ ኮርስ ዝያዳ ገንዘብ እዩ ዘድልየካ እንድሕር ምስኡ ከዓ ወትኤቨር 80 ሽሕ ዕዳ ኣለካ ኣሸጋሪ እዩ ከመይ ገርካ ኢካ ሓሙሽተ ቆለዉዕ ምስ ሰበይትካ ሽዱሽተ ንኣብነት እየ ከም ንኣብነት ከምኡ እኳ ብዙሕ የለዉን ሓደ ክልተ ሰለስተ እዮም ደቆም ከምቲ ኣነ ዝፈልጦ ስለዚ እስኻትኩም እንታይ ክትገብሩ ኣለኩም ቀንዲ እስኻትኩም እቲ ታቤለ ክትፍትሽዎ ኣለኩም ኣሶ ሲቸሩንግ ደስ ሌብንስ ኡንተርሃልድ ንክንድስ ሰባት ኢልካ ትሓትት ምሽ ኣብ ጉግል ታቤለ በብዓይነቱ ኣሎ። እቲኦም ኣውስለንዳ ብሃዶ ከማን ክህቡኻ ክኽእሉ እዮም። ቅድሚ ሕጂ እንድሕር ዘይተጋገኹ ኣብ ቴሌግራም ገለ ለጢፈ ነይረ ፐርከ ሰብ ክትዕድም እንድሕር ደሊኻ ከማን ካብ ወትኤቫ ንመገሽ ንኣቶ ንቱሪስት ከምዚ ኣዴኻ ክትመጽእ እንድሕር ኮይና ወይ ኣቦኻን ኣዴኻ እንድሕር ክመጹ ኮይኖም እሱ ከማን ሓደ እዩ ኩሉ እቲ ኣጋባብ ስለዚ እቲ ቀንዲ ክንደይ ሰባት እዮም ዝመጹ ዘለዉ፣ ክንደይ መሃያ እዩ ዘለካ፣ ክንደይ ዕዳ እዩ ዘለካ፣ ክንደይ ደሞዝ እዩ ዘለካ፣ እቲ ደሞዝካ ከኣ ብትሳይት ኣርባይት ድዩ፣ ፌስት ኣን ፌርትራግ ድዩ፣ ድማ ካብ ምንታይ እዩ እቲ ዕዳ ተላዒሉ፣ ሕጂ ንኣብነት ከም ንኣብነት እየ ዝብለኩም ዘለኹ፣ ብናይ ጠላዕ እንድሕር ተላዒሉ እቲ ዕዳ፣ እዚኡታት ከኣ ፈሊጦሞ፣ ኦፍ ኮርስ እዚ ከኣ ሓጋዚ ኣይኮነን፣ ብናይ ጠላዕ እንድሕር ከምዝኾነ ፈሊጦም፣ ኦው እዚ ሰብ እዚ ስኒ ጸገም ኣለዎ ብጠቅላላ ስኒ ጸገም ኣለዎ ገንዘብ ክሕዝ ኣይክእልንዩ እዚ ዕዳኽ ብኽንድኡዩ እንድሕር መጽዩስ ብሕጂ ከማን እንታይ ከምንጽበይ ኣይንፈልጥኒና ኢልካ መኽንያት ክገብሩ ይኽእሉዮም ንኣብነትየ ዝብለኩም ዘለኹ ተረዲኹምኒ ግን ብናይ ከምኡ ጠላዕ ድዩ ገለ እንድሕር ኮይኑ ከማን ቴራፒ ክትገብሩ ትኽእሉ ኢኹም ቴራፒ ኣሎ እንድሕር ኣብ ከምኡ ኣሸጋሪ ኮይኑ ከኣ እንድሕር ከምኡ ጸገም ኣለኩም ብዝኮነ መገዲ ፈሊጦሞ ናይ ከምኡ ከም ዝኮነት ዕዳ ባዕልኩም ወላ ሓደ ኣይትንገርዎም እሞኒ ግን ኣሸጋሪ እዩ ርግጸኛ ብናይ ከምኡ እንድሕር ኮይኑ ቴራፒ ገይረ ኢልካ ከኣ ክትምዝገብ ኣለካ ማለት ስኒ ኣነ በቃ ሓዲገየ ክፉእ ወልፊ እዩ ነይሩ እቲ ቴራፒ ከኣ ናይ ብሓቂ ክትከዶ ኣለካ and yeah ንዖኦም ቀንዲ ደቅኻን ሰበይትኻን እንድሕር መጽዮም ገዛ ክራይ ክትክእሎ ብምሉኡ ገዛ ክራይ ክትክእሎ ናይ ደቅኻ ቀለብ ክትክእል ኩሉ በቃ እቲ ሌብንስ ኡንተሃልት ማለት ኩሉ ንሂወት ዘድልየካ ሲሸሩንግ ደስ ሌብንስ ኡንተሃልት መሊሰ ይብለኩም ኣለኹ ፀሓፍዎ ዝኾነ ካልእ ሕቶ ወይ ሓበሬታ እንድሕር ደሊኹም ከኣ ወይ እዚኣ ሊንክ ስደድልና ድዩ ገለ እንድሕር ገለ ሊንክ ኣይርዝክሮን እየ ከማን ኣብዚ ይብሎ ሽዑ ኣዎ ይርስዖ ኣብቲ ኮመንት ኢኹም ትሓድጉለይ ቅድሚ ሕጂ ናይ ሬሽ ሹትስ ፈሲሸሩን ኣምፀየ ነይረ እቲኣ ሊንክ ኣይሓደግኩዋን እንድሕር ተድልየኩም ድያ ከኒ በርክ እንድሕር ዘየድልየኩም ኮይኑ ከዓ ስቁ ኢለ ኣነ ከማን ክደክም ኣይደልንየ ብሕጂ ምሽ ኣለኩም ቅድሚ ሕጂ ኩሉ እቲ ሊንክ ዘለኒ ዶ እቲ ዶኩሜንቴሽን ገለ ይልጥፎ ነይረ ሕጂ ግን Just how ኤክስትራ ስራሕ እዩ ንዓይ እንድሕር ወላ ሓደ ሰብ ዘይሓተተኒ ናይ እዚኣ ሊንክ ሕደግለይ እንድሕር ዘይበለኒ ኣነ ከማን ኤክስትራ ክስታይ ክገብረሉ ነገር ብዙሕ ክሳተፍ ኣይደልን እየ ብሓጺሩ ያ ናይ ክሬዲት እንድሕር ኮይኑ ከምዚ ዝበልክዎ እሳድያ ናትካ ሕቶ ነይራ ቆሊበያ ኣለኹ ርኤካ ኣለኹ ናይ ክሬዲት እንድሕር ኮይኑ ናይ ተለቂሕካ እንድሕር ኮንካ ያ ምስቲ ናትካ ደሞዝ ይኸይድ ድዩ? ቅድሚ ሕጂ ናይ ክረዲት ሰሪሐ ነይረ በብዓይነቱ ቪድዮ ኣብኡ ከማን ገሊጸዮ ኣለኹ ኣብ ኢንተርኔት ከማን ከምዚ ረሽና ኣሎ ከምዚ ካልኩሌታ ኣሎ ማለተይስ ደሞዝካ እኹል እንድሕር ኮይኑ ሕጂ ንኣብነት ንዚ ብዝኾነ ምኽንያት ፕራይቨት ምኽንያት ንበሎ ድሓን ንሓውኻ ዲድሊካ ገለ ኣብ ዓዲ ዘሎ ወትኤቫ ዕስራ ሽሕ እንድሕር ተለቂሕኻ ደሞዝካ ግን ያ ሰለስተ ሽሕ እንድሕር ኮይኑ ወጻኢ ናይ ወርሓዊ እንድሕር ደሓን ኮይኑ ኩሉ እቲ ሚዛን እዩ ወሳኒ ተረዲእኹምኒ እቲ ዕዳኻ ግን ሰማንያ ሽሕ እንድሕር ኮይኑ ደሞዝካ ታሕቲ ኮይኑ ኣሸጋሪ እዮም ዝሪእዎ ስለዚ ብሓፈሻዊ ክብለኩም ኣይክእልኒ እቲ ናትኩም ኢንዲቪድወል ክስታይ ከይፈለጥካ እቲ ኢንዲቪድወል ጉዳይ እንድሕር ፈሊጥካ ከዓኒ ኣብ ክንደይ ዓመት ኢኻ ትኸፍሎ ዘለኻ ሳሉንግስ ፕላን ኣለካ ድዩ ሕጂ ንኣብነት ምስቲኦም ባንክ እንድሕር ዛሉንግስፕላን ኣለካ ክልተ ሚእትን ሓምሳን ጥራይ ወይ ክልተ ሚእቲ ትኸፍሎ እንድሕር ኮንካ ወርሓዊ ምስቲ ዶሞዝካ ከኣ ኣሸጋሪ እንድሕር ዘይኮነ ነቲ ናትካ ሂወት ጠንቂ እንድሕር ዘየምጻሉ ኮይኑ ማለተስ ኣብ መሊስካ ብዘይ ዕዳኻ ብሕጂ ትኣትው እንድሕር ዘይኮንካስ ጸገም ኣየምጻልካን እዩ በሃሊት እየ ብሓፈሻዊ እዚ እዚ ከምዚ ግን ብሓፈሻዊ ክዛረብ ከለኹ ኢንዲቪድወል ክምልሰልኩም ኣይክእልን እየ ኣነ ዕዳ ናይ ባንክ ናተይ ከ ንጸገም የምጻለይ ድዩ ናይ ወረቀት ጀርመን ክረክብ ወይ ንሰበይተይ ከምጻእ እንዲካ ትሓተኒ ዘለካ ከምዚ ዝርደኣኒ ዘሎ ከምዚ ዝበልክዎ እቲ ኩሉ ነጥብታት ሕጂ ብዚኣ ቪድዮ ዝበልክዎ መሊስኩም ረኣይዎ እንድሕር ሕጂ ደንጊኩም ኣቲኩም እሱኢታት ከም ኣብ ሚዛን ክተስፍሮ ኣለካ እወ የምጽዩ ኖኖ ኣየምጽን እዩ ክብል ኣይክእልንየ ባዕልኩም ግን ዕዳ ኣለኒ ኢልኩም ከዓ ኣይትንገርዎም ባዕልኹም እንድሕር ከምኡ ኢልኩሞም እዚ ደቀሱ ኣኻልብ ኢኻ ተተስእ ዘለኻ ዱ ዱ ቨክስ ሽላፍን ዶ ሁንዶ ኣውፍ ብትግርኛ ከምኡ ይበሃል ድዩ ምሽ ኣለካ እንድሕር ባዕልኻ እዋ ከምዚ ዕዳ ከ ኣለኒ ገለ ገለ ኢልካዮም ኣይከውን እዩ ኣብቲ ፎርሙላ እንድሕር ሓቲቶምኹም ግን እስከ ንገሩኒ ይሓትኹም ድዮም ኣነ ከምዚ ሓደ ሕጂ ሓውና ዝበለኒ ኣበይ እዩ ዓድኻ ኢለዮ ኣይመለሰለይን መሊሱ ካብ ኣውራጃ ናብ ኣውራጃ ይፈላለ ይኸውን እዩ እሱ ከኣ ስለምንታይ መሲልኩም ቅድሚ ሕጂ ኣነ ንሓደ ወዲ ሓወቦይ ኣምጼዮ ኔረ ብስ ትምህርቲ መክንያት ጌረ ሕጂ ን እቲ ኣነ ኣብ ሄሰን እየ ምሽ ኣብ ሄሰን ዳርጋ ወላ ሓደ ኣይሓተቱንን ይገርመኩም በቃ እቲ ዶም እሱ ክስታይ እቲ ናተይ ያ እንታይ እዮም ደሞዝ ድዮም ኔሮም ባንክ ኣውስቱግ ሽክላቡ ናይ ባንክ ሂበዮም ናይ ሰለስተ ወርሒ ገለ ደልዮም በቃ እሱ ምስ ረኣይዎ ኦኬ ኢሎም ሽዑ ሽዑ ወዲኦምለይ ወላ ሓደ ግዜ ከማን ኣይወሰደለይን ሓቂ ሓይሽ ሽዑኡ እቲ ትምህርቱ ግን እቲ ዩኒቨርሲቲ ዝጀመሮ እሱ ኣብ ባያን እዩ ነይሩ ኣብ ባያን እዩ ነይሩ እዚ ባያን ትፈልጥዎ ኢኹም ባያን ምንሽን እዩ እንዲኹም ትብልዎ ባያን እዩ ነይሩ ሕጂ እቲኦም ባያን መሊሶም ኣውስለንዳ ብሃድም መዓት ሕቶ እንታይ ዓይነ እንታይ ኢኺ ገዛ ባዕልኺ ዲኺ ትኸፍልዮ እንታይ እዩ እቲ ዋ እንታይ እሞ መሊሰ ኣባይት ፈት ኣባይት ፈትራ ከኣ እምበር እወ እቲ ናይ ኩንትራት ናይ ስራሕ ከኣ የድልዮም እዩ ኦፍ ኮርት እወ እዚ ከኣኒ እዚኦም ሄስን ከማን ሓቲቶምኒ ግን ደሓን እዩ ኔሩ ኩሉ ቀልጢፎም ወዲኦምለይ እቲኦም ናይ ባያን ከኣ ኣብ ክንዲ ካብቲኦም ናይ ሄስን ኦፊስ ዝስሕብዎ ኩሉ እቲ ኢንፎርሜሽን ዝሃብኩም መሊሶም ከም ብሓድሽ ፈትሾምኒ ዝያዳ ሕቶታት ከኣ ሰዲዶምለይ ዳርጋ ክልተ ግዜ እቲ ፕሮሰስ ጌረዮ ንምሸቱ ቀልጢፉ ሰሊጡ ግን ንሳቶም ክልተ ወርሒ ኣናዊሖሞ እቲ ጉዳይ ሕጂ እንታይ ክብለኩም ደልየ ኣውራጃን ካብ ኣውራጃ ይፈላለዩ ካብ ኦፊስ ናብ ኦፊስ ይፈላለዩ ስለዚ ኣነ ንሙሉእ ጀርመን ዝኾነ ክስታይ ክህበኩም ኣይክእልኒ ሓበሬታ ክህበኩም ኣይክእልኒ ከምዚ ትሪእዎ ዘለኹም ስኒ ኣንኳይ ኣነስ እቲ ጠበቓ ከማንስኒ መብዛሕትኡ ግዜ ከምኡ እዮም ዝብሉኻ ምስቲ ናይቲ ኦፊስ ኣጋባብ ክትከይድ ኣለካ እስኻ ዓርክኻ ኣብ ከምዚ ከተማ ስለ ዝሰለጦስ ንዓኻ ከኣ ልክዕ ከምኡ ክሰልጠካ ይክእል ማለት ኣይኮነን እሳቶም እዮም ወሰንቲ እቲኦም ኣብ ኦፊስ ዘለዉ and also እቲ ኣብኡ ዝጽበየካ ሰብ ከማን ወሳኒ እዩ በር ገሊኦም ያ ከቢድ እዩ ክስታዮም ማለት ከምዚ ድማ ኩሉ ግዜ ዝኾነ ነገር ተሓትዎ እዚኣ ከኣ ቀጻሊ እንደ ዝብለኩም ብጽሑፍ ክኸውን ኣለዎ ኤጋልቫስ ክንዲጉንግ ድዩ ገለ ድዩ ዝኾነ ነገር ብጽሑፍ በርከ ብዙሕ ግዜ እንታይ ጸገም ይፍጽም ከምዚ እንድዩ ኢልኒ ከምዚ እንድዮም ኢሎምኒ ኣብ ቴሌፎን ብከምኡ ከምዚ ኣይገበርኩን ብከምኡ ከምዚ ወሲነ ናይን ኣይሰርሕን እዩ ብጽሑፍ ኩሉ ግዜ ተራዳዳ ኢኻ ኣብ ቴሌፎን ዝብሉኻ ብቃሎም ዝብሉኻ ሓደ ውጽኢት የብሉን ስለዚ ክስታይ የሕዋተይ ሰላም ኦብሰሽን ስለዚ እዚኤን ክብለኩም ይደሊ and ያህ እዚኤን እየን ቀንዲ ኡንዳን እቲ ኡርታይለ ከኣ እቲ ቤት ፍርዲ ዝፈረድዎ ቅድሚ ሕጂ ናይ ዝኾነ ናይ ከምዚ ኢታት ፈትሽኹም ኣውኽ ናይዚ ኤርትራውያን ከምዚ ዶገለ ኩሉ ብኢንተርኔት ክትረኽብዎ ትኽእሉ ኢኹም ብሓጺሩ ቅድሚ ሕጂ ኢለኩም ነይረ ክሳብ ሕጂ ግዜ የረኸብኩን ንኤርትራውያን ታሴራ ገለገለ ይብልዎ ምሽ ምናልባት ክፍትሽ እየ ባዕለይ እሞ ሽዑ ክነግረኩም ኢለዩ ኢለኩም ግን ደሓን ክርእዮ እየ ቀንዲ ግን እቲ ቪድዮታት ዝተቅረበ እንተትሪእዎ ከኣ ኣነ ከማን ሞር ሞቲቬሽን ንዝኾነ ዝያዳ ግዜ ከጥፍእ ሞቲቬሽን ምስ ሃለወኒ ከምዚ ግን ብዙሕ ሞቲቬሽን የሎን የብለይን እቲ ብቀሊሉ ዝረኽቦ ኢንፎርሜሽን ጥራይ ዝህበኩም እዚኣ ናይ ኤርትራ ናይ ታሴራ ዶ ናይ ግቡእ ኩንዶ ዶ እሱ ኢታት ሕጂ ዝያዳ ግዜ የድልየኒኡ ፐርካ ኣይተማሃርክዎን እዚኡታት ከኣ ብዙሕ ቅርብቲ ኣይኮንኩን፣ መሊሰ ሰዓታት ከምዚ ቅድሚ ሕጂ ዝገብሮ ዝነበርኩ ሰዓታት ንሓደ ቪድዮ ቅድሚ ምስርሐይ ስኒ ክቃራረብ ቅርብቲ ብዙሕ ኣይኮንኩን፣ ስለዚ ሼር እንድሕር ኢልኩሞ ዝያዳ ትኸስቡ፣ ሼር እንድሕር ዘይበልኩሞ እቲኣ ኣብ ሓንጎለይ ወይ ብቀሊሉ ዝረኽቦ ከምዚ ሕጂ እዚኡታት ብቀሊሉ ዘንበብክዎ ቀልጢፈ እሱኢታት ከምጻልኩም እየ ማለት እዩ ኦኬ ሶ እዚ ኩሉ ብዚ ትጽሕፍዎ ዘለኹም ከንብቦ ይክእል እንዲ የሕዋተይ ኣብቲ ዩቲብ ይኹም ትጽሕፉ ወይ ነንሕድኩም ድሕር ትዕልሉ ኣለኹም ከዓ ጸገም የለን እዚኣ ናይ ሹፋ ዝበልኩኹም ከዓ ናይ ብሓቂ ብነፃ እያ እቲ ናትኩም ተመክሮ ከዓ እንተትነግሩኒ ናይ ዝኾነ ኣነ ዝህበኩም ሓበሬታ ደስ ምስ በለኒ ያ ካልኣይቲ እንታይ እያ ነይራታ ሕጂ ይሓስብ ኣለኹ ካልእ ከዓ ካልእ ኣርእስቲ ነይራትኒ ግን እሽ ቫይስ ኒሽ ሚያ እሽ ግላበ እሽ ኮም ነኹም ኣልቃይነ ክሓስብ ፀኒሐ ክነግረኩም ደልየ እቲኣ ኣርእስትስ ግን ኣየዘከርኩዋን ይገርመኩም በቃ ሕጂ ብጠቕላላ እንታይ እዩ ነይሩ መሊሰ እቲኦም መወዳእታ ዝመፁ ናይ እዚኣ ቪድዮ እንድሕር ክትርእይዋ ደሊኹም ኣብቲ ዩቱብ ድሓር ማለት እዩ ድሓር ዝመፃኹም እንታይ እዩ ነይሩ ናይ ጀርመን ወረቐት ክትረክብ እንድሕር ደሊኻ ዕዳ እንድሕር ኣለካ ኣሸጋሪ ድዩ ወይ ሹፋናትካ እንድሕር ተባላሾ ኣሸጋሪ ድዩ ሓደ ድማ ዕዳ እንድሕር ኣለካ ወይ ዕዳ እንድሕር ኣለካ ወይ ሹፋናትካ እንድሕር ተባላሹ ኣሸጋሪ ድዩ ክስታይ ክትገብር እዚ ፋሚሊ ናትካ ክተምጽእ ተረዲኹምኒ ኦኬ ተረዲኹምኒ እዚኤን ኩላተን ኣገደስቲ እየን እያ እዚኤን ሼር ክትብልዎ ድሓር ተስፋ ይገብር ሓወይ መዓረይ ናይ ሹፋ ሓድሽ እንታይ ኣሎ ትብለኒ ኣለኻ እንድዒ ጸወታ ድዩ ወይ ሓቂ ድዩ እዚ ሕቶ እቲኣ ናተይ ዩቱብ ሹፋ እያ መሊኣ ዘላ ኣብኡ ከድካ ሎሚ ዓመት ክትሪኦ ትኽእል ኢኻ ዝመጽእ ዘሎ ዓመት ክትሪኦ ትኽእል ኢኻ ዘይወድቕ ኮንቴንት እዩ እሱ በቃ ኩሉ ግዜ ከም ሓደ ሕጋዊ ናይ ሕጊ ክስታይ እንድዩ ሕጊ ዘሎ ብጀርመን እንድዩ ሹፋ ከኣ ኣብ ካልእ ዓዲ ዘለኹም ከኣ እቲ ናይ ሹፋ ብሌክ ሊስት ይበሃል ኣብ በዓል ስዊድን ድዩ ኣብ ካልእ ሃገራት ኖርወይ ወይ ዓዲ እንግሊዝ ብሌክ ሊስት ቸም ዝብልዎ ንሕና ሹፋ ኢና ንብሎ ፅፉፍ ክኸውን ይኽእል እዩ ወይ ዝተባላሸወ ክኸውን ይኽእል እዩ እዚ ከዓ በቲ ቁፅሪኻ ትፈልጦ ከመይ ጌርካ ኢኻ እቲ ኢንዴክስ እዩ ዝበሃል እቲ ኢንዴክስ ከመይ ጌርካ ኢኻ ተንብቦ እንታይ እንታይ ትርጉም እዩ ዘለዎ እቲ Index ሚእቲ እቲ ዝለዓለ እዩ ሚእቲ ካብ ሚእቲ ዝህበካ ግን የለን ፐርከ ሚእቲ ካብ ሚእቲ ንሰብ ክትምሕለሉ ኣይትኽእን ኢኻ ቅኑዕ ምዃኑ ወይ እሙን ምዃኑ እንታይ ከም ዘጓንፎ ከኣ ስለ ዘይትፈልጥ ሚእቲ ትወሃብ የለን ካብ መብ ያ ተስዓን ትሽዓተን ድዩ ሰማንያን ትሽዓተን ሰብዓን ትሽዓተን ትወሃ ክህቡኻ ይኽእሉ እዮም ወይ እንዳተሓተ እንድሕር ከይዱ እንዳተሓተ እንድሕር ከይዱ ከኣ ያ ኣይህቡኻን እዮም ማለት እዩ ኣዞ እዚ ክፉእ ማለት እዩ እቲ ሹፋ ናትካ ኤኒወይ ኣብኡ ክስታይ ገይረዮም ኣለኹ ከምዚ ከም ናይ ሳማፎሮ እዮም ዝሰርሕዎ ቀይሕ ክሳብ ክንዲ ዝውሱን ማለት እዩ ቀጠልያ ኣብ ላዕሊ እንድሕር ኣለኻ እዩ ኣራንቸኦነ ከኣ እንድሕር ማእኸላይ ደረጃ ማለት እዩ ግን እቲ ኢንደክስ ምስ መጻእኩም እቲ ቪድዮታት ኣሎ ዝገልጸልኩም ድማ ከመይ ጌርካ እንድሕር ናትካ ሹፋ ተባላሹ ከኣ እንታይ ክትገብር ትኽእል ድሕሪ ሰለስተ ዓመት ኤኒወይ ክድምስስዎ ኣለዎም እዚ ከኣ ኣባ ክነግረኩም ኩሉ ግዜ እቲኦም ናይ ጀርመን ወረቐት ዲኹም ትገብሩ ወይ ስ ፋሚሊ ክተምጹ ትደልዩ ወይ ገዛ ክትደልዩ እትደልዩ ቀቅድሚ እቲ ጉዳይ ምጅማርኩም ሓንሳብ ኣብ ዓመት ጥራይ ኢኻ ብነጻ ትወስዳ እሱኢታ ትፈትሽዎ ኢኹም ግን ሓቂ ሓይሽ ከምዚ ዝብለኩም ዘለኹ ስራሕ እንድሕር ኣለካ ጥዑይ መሃያ ጥዑይ እንድሕር ኣለካ ብዙ ክፍትኑ ይኽእሉ እዮም። ኣህ ላይፍ ኣይኣቱን እየ ብሓንሳብ ቢተ እቲ ድምፀይ ጠፊኡ ኣይተሕተቱኒ ላይፍ ፕሊስ እም ኩሉ ግዜ እቲ ክንደይ እቶት ከም ዘለካ እዩ ወሳኒ እንድሕር ድማ ናይ ምንታይ እዩ እቲ ዕዳ ተረዲኹምኒ ዕዳ 80 ሽሕ ወይ 50 ወላ 100 ሽሕ ናይ ገዛ እንድሕር ኣለካስኒ ወላ ሓደ ፀገም የለን በርከቲ 100 ሽሕ ስኒ ቅሙጥ ኣሎ ማለት ጥራይ እዩ ተረዲኹምኒ ኣብቲ ገዛ ኣሎ ተረዲኹምኒ እቲ ገዛ ከምቲ ሕጃ ኮይኑ ኣሎ ስለዚ ስኒ ዕዳ ዕዳ ክትብሎ ከለኻ ጥዑይ ዕዳ ኣሎ ኩፉእ ዕዳ ኣሎ እዚ ከማን ናይ ከምኡ ቪድዮ ከማን ኤክስትራ ሰሪሐ ነይረ ኣየናይ ኢኻ ጥዑይ ዕዳ ትብሎ ኣየናይ ኢኻ ኩፉእ ዕዳ ትብሎ ስለዚ እዚ ኣብዚ ሕጂ ብዙሕ ኣርእስትታት እንድዩ ያ ዝኣቱ ዘሎ ኣነ እንታይ ከማኽረኩም ይደሊ ናይ ብሓቂ ድልየት እንድሕር ኣለኩም እንድሕር ብዙሕ ክስታይ ኣለኩም እንድሕር ድልየት ኣለኩም ናይ ብሓቂ እቲ ናተይ ቪድዮታት ከም ክላስ ውሰድዎ ማለተይስኒ ኣብ ከክልተ መዓልቲ ሓንቲ ቪድዮ እንድሕር ርኢኹም ከማን ብሕጂ ንዓኹም እዩ ዝሕግዘኩም ብእውነት ማለተይስ ኣብ ዝኾነ ከማን ፍርኪ ኣነ እንታይ እዩ ዘሕዝነኒ ዘሎ ሕጂ ዓመትን ልዕሊ ዓመት ገረዮ እቲ ቪድዮ ሕጂ ግን ከምዚ ክብሎም ከለኩ ዋእ ሹፋ ዳኣ ካብ ብማኣስ ብነጻ ከምዚ ሰሚዐ ይፈልጥኒ ቫኩም ቀደም ክበጽሓኩም ይግብኦ ነሩ ግን ኣይበጽሓኩምንዩ ስለ ሸር ዘይባሃል ተረዲኩምኒ መሊስካ ካኣ እቲ ቀደም ዝተዛረብካሉ ቶፒክ ጥራይ ኢካ ሒዝካ ትመጽእ ስለምንታይ ቀጻሊ እቲ ሕቶታትኩም ናትኩም ሓደ እዩ ተረዲኩምኒ ስለዚ ኣነ እዚኣ ክሕብረኩም ይደሊ ፕሊስ ፈትሽዎ ኦንድ ከምኡ ከዓ ናይ ሓድሽ ሕጊ ጀርመን መኣስ እዩ ታሴራኻ ብቀሊሉ ዝህቡኻ ናይ ጀርመን ወረቀት ብቀሊሉ ዝህቡኻ መኣስ እዩ ጠንቂ ዘምፃልካ ኣይ ናይ ገበን እዩ ጠንቂ ዘምፃልካ ኤኒወይ ገበን ብዝከኣል መጠን ዝኾነ ፀሊም ምክያድ ድዩ ፀሊም ዝኾነ ፀሊም ዝበሃል ንሕደጎ ፐርከ ትኸስረሉ ይበዝሕ ካብ ትኸስበሉ ኣፀቢቑ ዝኾነ ነገር ምጥንቃቕ የድልየና እዩ ብሕልፊ ኣብዚ እዋን እዚ ኣብ ከምኡ ከኣ ማራ እቲ ጉዳይ የኽብድዎ ኣለዉ እቲኦም ፖሊስ ንባዕሎም እቲኦም መንግስቲ እቲኦም ኦፊሳት ንባዕሎም በዚ ሓድሽ ሕጊ ዝያዳ ሓይሊ ኣለዎም ሓይሊ ማለተይስኒ እቲ መንግስቲ ንባዕሉስኒ ዝያዳ ቤፉግንሰ ይበሃል ቤፉግንሰ ያ ሓይሊ እዩ ዝበሃል መሰለኒ ብትግርኛ እቲ ቃላት ከቢድ እንዲ ኩሉ ክፈልጦ ዝያዳ መሰል ሂቦሞም ቤፉግንሰ መሰል ወይ ሓይሊ ነቲ ወጻእተኛ ስኒ ያ ባዕሉ ቀልጢፉ ገለ ውሳነ ክገብር ከም ዝኽእል ተረዲኹምኒ ስለዚ ኣብ ከምዚ ፕሊስ ቅድሚ ሕጂ ብዙሕ ክስታያት ነይርዎም ማዚስ ብቀሊሉ ክስታይ ክትንክፉ ኣይፍቀደሎምኒ ነይሩ እንታይ እንታዩ ከኣ ኣብቲ ካልእ ቪድዮ ኣለኩም ኣብ ከምኡ ከማን ተቀይሩ ኣሎ እቲ ሕግታት ሕጂ እዚኢታት እንተትካታተልዎ ንዓኹም እዩ ጽቡቅ ክብለኩም ይደሊ እስከ እቲኣ ሓንቲ ሓሳብ ዝነበረትኒ እንድሕር ዘኪረያ ክምለሰኩም እየ ግን ጨራሽ ምምጻእ ኣብያትና ኣይትኣምኑንን ያ በዚሑ በዚሑ ያ ትማሊ ከኣ ኣትየ ነይረ እንዴ ነውሕ ኦኬ ኤኒዌይ ሓደ ሓደ ግበሩ ዝተረዳእኩም ክወጽእ መታን ድሓር ከኣ ኣይተረዳኣናን እንታይ ኢልክና ከይትብሉኒ ሓደ ሓደ ግበሩ ሓደ ሓደ ግበሩ እዚ ኩሉ ሌፍ ዝበልክዎ ጠቕመኩም ድዩ ክልተ ከዓ እትኦም ዘይተረዳእኩም ኦኬ ሳምሪ ሽኮር ሳምሪ ኣዎ ካብዚአን ብሪልያንት ስቱደንት ናተያ ቀጻሊ ከዓኒ ኣብዚ ሳምሪ ወይ ሳምሪ ሽኮር ናብ ሓቂ እያ ትከታተለን ንሳ የቀኔለይ ከኣ ሓፍተይ ሬኪያ እቲኦም ስማርት ዝኮኑ እዮም ኣብ ናተይ ክላስ ከኣ እዋይ ክልተ ትብል ዘለካ እንድዒ ደንጒካ ዲካ ኣቲካ ቃጭል ወላዓያ ብእዋኑ ክትሰምዓና እወ እወ እቲኦም ክልተ ዝብሉ ብሕጂ ዝመጹ እዮም ፍሉጥ እዩ እምበር ኩሉ ዋእ ብትግርኛ እየ ተዛሪበ መስለኒ ሳምሪ ካብ ዝተረዳኣትንስ ኩላትኩም ክትርድኡኒ ይግባኣኩም ኤኒወይ ደሓን ብሩኽ መዓልቲ ሰሰናዩ እንድሕር ከምኡ ኮይኑ ግሩፕ ፈጢርኩም እቲኦም ዘይተረድኦም ኣረድኡለይ ክብለኩም ይደሊ ኣብዚ ላይፍ ገሊኹም እተው እቲ ናተይ ድገምዎ እንታይ ኣይመለስኩ እንዴ ኣነ እንድዒት እየን ዝረኣኹን መሊሰ ግን እንታ ተዛረብኩ ዘይትምልሰላ ትብለኒ ዘለኻ ንመን እየ ክምልሰሉ ኣይተረድኣንን ኦኬ እወ ሕጂ ኣትየ ያ እቲኦም ሕጂ ዝኣተው ቃጭል ወላዓያ ኣብ ዩቲዩብ ድዩ ኣብዚ ድዩ ሽዑ መወዳእታ መሊሰ ክነግረኩም ዕዳ እንድሕር ኣለካ ይዕንቅፈካ ድዩ ናይ ጀርመን ወረቀት እንተደሊካ ወይ ሹፋናትካ እንድሕር ተባላሹ ይዕንቅፈካ ድዩ ናይ ጀርመን ወረቀት እንተደሊካ ወይ ድማ ፋሚሊ እና ጥርናፈ ክትገብር ኮለኻ ዕዳ እንተለካ ክስታ ይገብረካ ድዩ እዚኤን እዚ እዩ ነይሩ ሹፋ ናትካ ከኣ ብቀሊሉ ብነጻ ክትረኽቦ ከም ትኽእል ሎሚ ንኮቲኣ ቪድዮ ሰቂለያ ኣለኹ እሳ ከኣ ፈትሽዋ የቀኔለይ ሰሰናይት ምኔርኩም ከይነውሕ ምድግጋም በዚሑ ሕጂ ሼር ከኣ በልዎ ፕርክ ነቲ ሰብ ኣይበጽሖን ኣሎ እቲ ኩሉ ዝብሎ ኣይበጽሖምን ኣሎ እሺ thank you bye thanks